ሎማዓንቲ ዘካፍለኩም ምናልባት እውን ኣብ ኣብ ዓለምና ካብ ዘለዉ ዕውታት ንብሎም ሰባት ኣብ ቀዳማይ ደረጃ ካብ ዝስርዑ ሓደ እዩ። ብዝተፈላለየ ደረጃ ኣብ ህይወትና ዕውታት ንክንከውን ነቲ ንደልዮ ደረጃ ንክንበፅሕ ነቲ ዝደልዮ ነገር ንክንጭብጥ ዝተፈላለየ ነገራት ፈቲና ክንከውን ንኽእል ኢና። ግን ክንደይ ግዜ ፈቲና ክንደይ ግዜ ወዲቕና ኣለና። ምናልባት ገሌና ሓንሳብ ምስ ወደቕና ተስፋ ቆሪፅና ገዲፍናዮ ክንከውን ንኽእል ኢና። ምናልባት ገሌና እውን ፈቲና ተባሂልና ክልተ ሰለስተ ግዜ ፈቲና ተስፋ ቆሪፅና ገዲፍናዮ ክንከውን ንኽእል ኢና። ገለገሌና እውን ምናልባት ብሓሳብ ፈቲንና ብሓሳብ ወዲቕና ብሓሳብ ተስፋ ቆሪፅና ገዲፍናዮ ክንከውን ንኽእል ኢና ናይ ሰብኣይ እዚ ታሪክ ግን ምናልባት ንኩልና ከነቃቃሓናን ከበረታታዓናን ነቲ ንደልዮ ዕላማ ነቲ ንደልዮ ነገር ክሳዕ መጨረሻ ክንዋጋእን ክንቃለስን ከም ዘለና ከተባባዓና እዩ ዝብል እምነት ኣለኒ እዚ ብላዕሊ ትርእይዎ ዘለኹም ሆንዳ ይበሃል። እዚ ሰብኣይ ጃፓናዊ እዩ። ንትዮታ ናይ ፒስተን ሪንግ ሰሪሑ ከረክቦም ስለ ዝደለየ ነቲ መስርሒ ዝኾ ወርክሾፕ ንክሰርሕ ዘድልዮ ብምሉኡ ኣዳልዩ ዘለዎ ገንዘብ ብምሉኡ ኣኪቡ ንብረቱ ሸይጡ ክሳብ ናይ ሰበይቱ ሽልማት ብምሉእ ሸይጡ ተዳልዩ እቲ ዘድልዮ ንብረት ሰሪሑ እታ ፒስቶን ሪንግ ትብል ንብረት ሰሪሑ ንቶዮታ ምስ ኣቕረበሎም ግን እዚ ንብረት ከኣ ነዚ ናይ ትካልና ናይ ኳሊቲ ደረጃ ኣይበቅዕን ኢሎም ሪጀክት ገይሮሞ። በዚ ተስፋ ኣይቆረጸን። ናብቲ ቤት ናብ ቤት ትምህርቲ ተመሊሱ ንክልተ ዓመት ክመሃር ወሲኑ። ኣብዚ ግዜ እዚ እውን ሕውስውስ ዝበለ ነገር ክርድኣካ ዘይክእል ነገራት እዩ ዝሰርሕ እንዳበሉ መማህርቱ ጥራይ ዘይኮኑ መምሃራኑ ከይተረፉ የባጭዉሉን ይላገጽሉን ነይሮም። እሱ ግን በዚ ዕጥጥ ከይበሎ ተስፋ ከይቆረጸ ንቕድሚት ሰጒሙ። ድሕሪ ክልተ ዓመት ናይ ቶዮታ ካምፓኒ ነቲ ዘቐረቦ ናይ ፒስተን ሪንግ ኩንትራት ክሰርሕ ተቐቢሎሞ። እንተኾነ ግን ጃፓን ኣብቲ እዋን እቲ ንኻልኣይ ኩናት ዓለም ትዳሎ ስለዝነበረት፣ ነቲ ዘድልዮ ዎርክሾፕ ንኽሰርሕ ኮንክሪት ክረክብ ኣይከኣለን። እንተኾነ ግን በዚ ተስፋ ከይቆረጸ ምስቶም መሳርሕቱ ተኣኪቡ ዘለዎ ዓቕሚ ብምሉኡ ኣዋዲዱ ነቲ ኮንክሪት ባዕሎም ብምስራሕ ነቲ ዘድልዮ ዎርክሾፕ ሰሪሖም። ግን እንታይ ዋጋ ኣለዎ ልክዕ ምስ ሰርሖ ብቦምቢ ክልተ ግዜ ተቓጺልዎ። ምኽንያቱ ኣብቲ እዋን እቲ ካልኣይ ኲናት ዓለም እያ ነይሩ። ዝገርም እዩ። እንተኾነ ግን ሆንዳ በዚ ተስፋ ኣይቆረጸን። ኣብቲ እዋን እቲ ናይ ኣሜሪካ ወተሃደራት ገዲፎሞ ዝኸዱ ናይ ጋዞሊን ጀሪካናት ስለ ዝነበረ ነቲ ናይ ጋዞሊን ጀሪካናት ምእካብ ጀመረ። እቲ ዝገርመኩም ነቲ ናይ ጋዞሊን ጀሪካን ናይ ኣሜሪካ ፕረዚደንት ዝሰደደለይ ህያብ እዩ እንዳበለ እንዳተዘናገዐ ይእክቦ ነይሩ። እንተኾነ ግን ኣኪቡ ኣብ ሓደ መጋዘን ምስ ኣቐመጦ ሕጂ እውን በቲ ዝነበረ ናይ ሽዑ ምንቅጥቃጥ ምድሪ እቲ ዝነበረ ወርክሾፕ እቲ ዝነበረ ጀሪካናት ብምሉእ የዕነዎ። በዚ ብጣዕሚ ሕማቕ ተሰምዖ። እንተኾነ ግን ነቲ ዝነበሮ ናይ ፒስቶን ሓሳብ ንቶዮታ ብምሻጥ ንገዝኡ ተመለሰ። እንተኾነ ግን ንገዝኡ ክምለስ ከሎ ገና ኢዱ ኣጣሚሩ ኮፍ ኣይበለን። ሓሳቡ ኣየዕረፈን፣ ልቡ ኮፍ ኣይበለን። ምኽንያቱ ከኣ ዕላምኡ ኣብቲ ዝብጻሕ ስለ ዘይብጽሖ። ኣብቲ እዋን እቲ ኣብ ጃፓን ናይ ነዳዲ ጸገም ስለ ዝነበረ መኪና ዘዊሩ ብመኪና ተንቀሳቒሱ ንቤተሰቡ እውን ሳርቫይቭ ክገብር ሰርቭ ክገብር ይኽእል ኣይነበረን። ምኽንያቱ ኣብቲ እዋን እቲ ናይ ነዳዲ ጸገም ስለ ዝነበረ ኣብቲ ዓዲ እቲ ስለዚ ንመኪና መንቀሳቐሲ ዝኾን ነዳዲ ክረክብ ስለ ዘይከኣለ ነታ ኣብ ገዛ ዝነበረት ብሽክለታ ንኣሽቱ ናይ ፈጠራ ሞተር ብምግጣም ቦጌሮ ክንቀሳቐስ ጀመረ። ነዚ ዝተዓዘቡ ደቂ ገዛውቱ ደቂ ሰፈሩ ንዓና እውን ስርሓልና እንዳበሉ ክእዝዝዎ ጀመሩ። ሞተር ክሳዕ ዝውድእ ንነፍሲ ወከፎም ነተን ሳይክል ሞተር እንዳገጠመ ኣረከቦም። እንተኾነ ግን በዚ ስለ ዘይዓገበ ነዚ ሒዝዎ ዝነበረ ሓድሽ ፈጠራ ትካል ከፊቱ ከም ብሓድሽ ክጅምሮ ወሰነ። ነዚ ዝኸውን ባጀት ግን ኣይነበሮን። ባጀት ስለ ዘይነበሮ ግን ተስፋ ቆሪጹ ኮፍ ኣይበለን ወይ ገንዘብ የብለይ ኢሉ ኮፍ ኣይበለን። ክንደይ ካባና ኢና ዝኾነ ቢዝነስ ክንጅምር ደሊና ወይ ዝኾነ ናይ ቢዝነስ ሓሳብ መጺና እንተኾነ ግን ክላእ ንገንዘብ የድልየካ እዩ ገንዘብ ዓቕሚ የብለይን ኢልና ኣቋሪጽናዮ ንኸይድ። ሆንዳ ግን ከምኡ ይገበረ ፍጹም ምክንያቱ ዕላማ ስለ ዝነበሮ ኣብቲ ካብቲ እዋን እቲ ናይ ሞተር ሳይክል ዝነበራ ካምፓኒታት ሽሕሸ ሞተ ሚእቲ ዝኾና ነይረን ነዚኦም ብሙሉአን ናይ ደብዳቤ ደብዳቤ ሰዲድለን። ካብዚኤን ሓሙሽተ ሽሕ ከኣ ነቲ ዝነበሮ ናይ ፈጠራ ሓሳብ ክድግፍኦ ወሲነን። ካብዚ ድማ ተበጊሱ ኣብቲ እዋን ዝነበራ ሞተር ሳይክል ከበድቲ ስለ ዝነበራ እዚኤን ግን ፍኹስ ዝበላ ቀለልቲ ሞተር ከዳልወሎም ስለ ዝኸኣለ ስሙ እንዳገነነ ኸይዱ። ኣብ ጃፓን ጥራይ ዘይኮነ ከኣ ኣሜሪካን ኤውሮጳን ብምሉኡ ዕዳጋ ኣዕለቕለቖ። በዚ ድማ ሆንዳ ሆንዳ ዝብል ስም ኣዝዩ እንዳገነነ ከይዱ። ኣብዚ ሕጂ እዋን ሆንዳ ሞተር ኣብ ዓለምና ካብ ዘለዋ ዓሰርተ ህቡባት መካይን ሓንቲ እያ። ምናልባት ሆንዳ መኪና ትዝውር ተለኻ ወይ ኣብ ከባቢኻ ሆንዳ ትብል መኪና ድሕሪ ርኢኻ ናይዚ ሰብኣይ እዚ ዋንነት እዩ ወይ ናይዚ ሰብኣይ እዚ ፈጠራ እዩ። ኣብዚ እዋን እዚ ሆንዳ ካምፓኒ ሆርዳ ኮርፖሬሽን ጥራይ ልዕሊ ክልተ ሚእትን ሓምሳን ሽሕ ሰራሕተኛታት ኣብ ትሕቲ ይርከቡ። ናይዚ ሰብኣይ እዚ ታሪኽ ንምንታይ ኣምጽኦ? ካብ መጀመርያ ጀሚርና ክሳዕ መጨረሻ ድሕሪ ኣስተውዒልናሉ ብጣዕሚ ብዙሕ ግዜ እዩ ወዲቑ። ብጣዕሚ ብዙሕ ተስፋ ዘቑርጽ ነገራት እውን ኣጋጢሙ እዩ። ከምቲ ኣብ መጀመርያ ዝተዛረብክዎ ክንደይ ካባና ኢና ሓንሳብ ወይ ክልተ ሳዕ ወዲቕና ተስፋ ቆሪጽና ኮፍ ኢልና ዘለና። እዛ ዓለም እዚኣ ንዓይ ትኸውን ኣይኮነትን፣ እዋይ ንዓይስ ሽግር ተደራሪብኒ፣ ንዓይሲ ክሓልፈለይ እንዳበልና ኣብ ምምራር ግዜና ነሕልፎ ዘለና። እምበኣርከስ ካብ ሆንዳ ክንመሃር ንኽእል ኢና። ምኽንያቱ ናይ ዓወት እታ ዝዓበየት ምስጢር ተስፋ ዘይምቑራፅ እያ። ተስፋ እንተቖሪፅካ ወዲእኻ ኣለኻ። ተስፋ እንድሕር ዘይቆሪፅካ ግን ኣትሊስት ካልኣይ ዕድል ኣለካ። ክሳብ መጨረሻ ክሳብ እታ ትደልያ ትረክብ ተስፋ ክትቆርፅ የብልካን። ናይ ሎማዓንቲ መልእኽተይ እዚኣ እያ ነይራ። ካብዚ ሰብኣይ እዚ ብዙሕ ተማሂርና ክንከውን ተስፋ ገብር። ብዝተፈላለየ ምክንያት ገለ ነገር ጀሚርኩም እሞ ሓንሳብ ክልተ ሰለስተ ሳብ ወዲቕኩም ተስፋ ቆሪጽኩም ድሕር ኣለኹም መሊስኩም ጀምርዎ ክሳብ ኣብ መጨረሻ ተብጽሕዎ ከኣ ሓደራኹም ተስፋ ከይትቖርጹ ሰሰናዩ።
ዕውታት ሰባት ብሓንሳብ let's go! ንስኻ ብሉጽ ኢኻ ንስኺ ብልጽቲ ኢኺ ሎሚ ብልጽቲ እያ ንሕና ብሉጻት ኢና ምኽንያቱ። ንሕና ብኣምሳል ፈጣሪ ዝተፈጠርና ብሉጻት ሰባት እምበር እንስሳ ኣይኮናን። ዝመጸ ተመጸ ኣይሰዓርን ዘጋጠመ ተጋጠመ ተስፋ ኣይቆርጽን ንኹሉ ስዒረ ኣብ ዓወት ክበጽሕ እየ ምኽንያቱ ፈጣሪ ኣብ ሂወተይ ክጥቀመሉ ካብ ዝኽእል ንላዕሊ ኣእምሮ ሂብኒ እዩ ስለዚ ተራ ሂወት ተለማሚደ ኣይነብርን ንዓይ ብሉጽ ሂወት ይግበኣኒ እዩ ነዚ ኸኣ ዝኽፈል መስዋእቲ ብምሉኡ ክኸፍል ድልው እየ።